ልምምድ ልምምድ ንባብ ልምምድ ንባብ ንባብ ልምምድ ንባብ ኣነ ኣማን ኣማን እበሃል እበሃል ኣብ ከተማ ቶሮንቶ ቶ ሮን ቶ እነብር እነብር ኣብ ከተማ ቶሮንቶ እነብር ኣነ ኣነ ወዲ ወዲ ዓሰርተ ወዲ ዓሰርተ ዓመታት ዓመታት እየ ወዲ ዓሰርተ ዓመታት እየ ኣብ ኣብ ወዲ ዓሰርተ ዓመታት እየ እስከ ካልእ እንታይ ክገብር እየ ሕጂ ሕጂ ራብዓይ ክፍሊ ራብዓይ ራብዓይ ራብዓይ ራብዓይ ክፍሊ ራብዓይ ክፍሊ ክፍሊ እመሃር ኣለኹ እ መ ሃ ር ኣ ሎ ኹ ራብዓይ ክፍሊ እመሃር ኣለኹ ኣነ ኣነ ዝፈትዎ ዝፈትዎ ዝፈትዎ ዓይነት ዓይነት ትምህርቲ ወይ ምህሮ ምህሮ ድማ ቁፅሪ እዩ ቁፅሪ እዩ ቁፅሪ ቁፅሪ እዩ ኦኬ እስከ ሓቢርና ነንብባ ሓቢርና ነንብባ ልምምድ ንባብ ልምምድ ንባብ ልምምድ ንባብ እንታይ ኢሉ ኣማን እንታይ ኢለና ኣነ ኣነ ኣማን ኣማን እበሃል ኣነ ኣማን እበሃል ኣብ ኣብ ከተማ ኣብ ከተማ ቶሮንቶ ቶሮንቶ እነብር እነብር ኣብ ከተማ ቶሮንቶ እነብር ኣነ ወዲ ዓሰርተ ዓሰርተ እንተደሊና ነዚ ድማ ዓሰርተ ዓሰርተ ዓመታት እየ ዓሰርተ ዓመታት እየ ሕጂ ሕጂ ራብዓይ ክፍሊ እመሃር ኣለኹ ራብዓይ ክፍሊ እመሃር ኣለኹ ኣነ ኣነ ዝፈትዎ ዓይነት ምህሮ ድማ ቁጽሪ እዩ። ኣነ ምንባብ እፈቱ። ኣነ ምንባብ ብን ምንባብን ምጽሓፍን እፈቱ እፈቱ ኣነ ምንባብን ምጽሓፍን እፈቱ ንግሆ ንግሆ ንግሆ ንግሆ ንግሆ ትስኤ ትስኤ ድማ ድማ ስፖርት ይፃወት ስፖርት ስፖርት እፃወት እፃወት ኣነ ብዙሓት ብዙ ብዙ ሓት ኣዕሩኽ ኣዕሩኽ ኣለዉኒ ኣሎ ው ይብለና ኣሎ ብራቮ ኣማን ሶ ብዛዕባ ኣማን እንታይ ይብለና ኣሎ እስከ ነንብባ እስከ ነንብባ እቲኣ ዝብላ ዘሎ ሓቢርና ሓቢርና ክነንብባ ኢና ከምዚ ጌርና ድማ ክንፈላለዮ ክንፍትን ኢና መታን ክንበበልና መታን ክንበበልና ከምዚ ክንገብሮ ኢና ከምዚ ገይረ ከምዚ ገይረ ክፈላለየ ከይጨቃጨቀና መታን ከይጨቃጨቀና ከምዚ ክገብረ ከምዚ ክገብሮ እየ ከምዚ ክገብረልኩም እየ የስ እሶ እንታይ ኢልና ልምምድ ልምምድ ንባብ ኣነ ኣነ ኣማን እበሃል ኣነ ኣማን ይበሃል ኣብ ኣብ ከተማ ከተማ ቶሮንቶ ቶሮንቶ እነብር እነብር እነብር ኣነ ኣነ ወዲ ወዲ ዓሰርተ ዓሰርተ ዓመ ዓመታት ዓመታት እየ እየ ወዲ ዓሰርተ ዓመታት እየ ሕጂ ሕጂ ራብዓይ ራብዓይ ክፍሊ ክፍሊ እመሃር እመሃር ኣለኹ ኣለኹ ራብዓይ ክፍሊ ይምሃር ኣለኹ ኣነ ኣነ ዝፈትዎ ዝፈትዎ ዓይነት ዓይነት ምህሮ ምህሮ ድማ ድማ ቁፅሪ ቁፅሪ እዩ እዩ ኣነ ኣነ ምንባብን ምንባብን ምጽሓፍን ምጽሓፍን እፈቱ እፈቱ ንግሆ ንግሆ ንግሆ ኤቭሪ ሞርኒን ማለት እዩ ተሲኤ ድማ ድማ ስፖርት ስፖርት እጻወት እጻወት ኣነ ኣነ ብዙ ብዙሓት እሞ እዚኣ ዙ ብዙ ብዙሓት ብዙሓት ኣዕሩኽ ኣዕሩኽ ኣለውኒ ኣለውኒ እስኪ ከደግመያ ሕጂ ክንብባ ኢና ሓንሳብ ናይ ኣማን ስቶሪ ከነንብባ ኢና ናይ ኣማን ስቶሪ ከነንብባ ኢና ልምምድ ንባብ ኣነ ኣማን እበሃል ኣብ ከተማ ቶሮንቶ ይነብር እነብር ኣነ ወዲ ወዲ ዓሰርተ ዓመታት ዓመታት እየ ኣነ ወዲ ዓሰርተ ዓመታት እየ ሕጂ ሕጂ ራብዓይ ራብዓ ደይኮነ ራብዓይ ራብዓይ እዚኣ ኮረክት ክገብራ ራብዓይ ክፍሊ እመሃር ኣለኹ ራብዓይ ክፍሊ እመሃር ኣለኹ ሕጂ ራብዓይ ክፍሊ እመሃር ኣለኹ ኣነ ዝፈትዎ ዝፈትዎ ዓይነት ምኽሮ ድማ ቁፅሪ እዩ ኣነ ዝፈትዎ ዓይነት ምኽሮ ድማ ቁፅሪ እዩ ኣነ ኣነ ምንባብን ምጽሓፍን እፈቱ እፈቱ ንግሆ እፈቱ እየ ትገብረላይ ደሓን እፈቱ እየ ሶሪ ደሓን ዋላ ክገድፋ እዚኣ ከይትብለኒ እፈቱ ንግሆ ንግሆ ንግሆ ተሲኤ ድማ ስፖርት እፃወት ኣነ ብዙሓት ኣዕሩኽ ኣለዉኒ ከምዚ ኢልና ኢና ነንብቦ ጥጥዕሙ ንዓኹም።